ብሓልዮት ክፍሊ ዜና ሰልፊ ናህዳ ኤርትራ እናተዳለወ ሰሙናዊ ማለት ወትሪ ሓሙስ ኣብ መርበብ ሓበሬታ ኤሪ ናህዳድ ዝቐርብ መደብ እዩ። እዚ ድምጽኹም ድምጺ ሰልፊ ናህዳ ኤርትራ እዩ።
ሰላም ከመይ ቀኒኹም ዝኸበርኩም ሰማዕትና ሎሚ ቀዳም ክልተ መስከረም ክልተ ሸሕን ዓሰርተ ሸውዓተን እዩ። ንሎማዕንቲ ዘለዉና መደባት ከላልየኩም። ብሰሙናዊ ንጥፈታት ዜና ፈሊምና ናብ መደብ ስፖርት ሰልፊ ናህዳ ኤርትራ ኢና ከነሰጋግረኩም። ኣብዚ መደብ እዚ ሓፈሻዊ ፖለቲካዊ መደብ ራእያ ሰልፊ ናህዳ ኤርትራ ቀዳማይ ዙርያ ድሕሪ ሳልሳይ ጉባኤ ሳልሳይ ክፋሉ ክቐርበልኩም እዩ። ኣብ መንጎ ጣዕመ ዜማን ግጥምን ክትዛነዩ ምእንቲ ኣካቲትና ኣለና። ሰናይ ምክትታል ክኾነልኩም እንዳተመነና ንኽትከታተሉና ብኽብሪ ንዕድም። ሰሙናዊ ንጥፈታት ዜና ቤት ፍርዲ ኬንያ ንውፅኢት ፕሬዚዳንታዊ ምርጫ እታ ሃገር ሰሪዝዎ። ላዕለዋይ ቤት ፍርዲ ኬንያ ንውፅኢት ፕሬዚዳንታዊ ምርጫታት እታ ሃገር ሰሪዙ። ሒዝዎ። ኮሚሽን ምርጫ ኬንያ ኣብ ሸሞንተ ነሓሰ ዝተኻየደ ፕረዚደንታዊ ምርጫ ዓወት ኡሁሩ ኬንያታ እዩ ኣበሲሩ ነይሩ። እንተኾነ ኣርባዕተ ካብ ሽዱሽተ ኣባላት ላዕለዋይ ቤት ፍርዲ እቲ ምርጫ ዘይሕጋዊ መስርሕ እዩ ተኸቲሉ ብምባል ንውጽኢቱ ከምዘይቅበሎ ኣፍሊጡ። ኣብ ውሽጢ ክልተ ወርሒ ከኣ ዳግማይ ምርጫ ክካየድ ውሳነ የሕሊፉ። እዚ ኣብ ታሪኽ ሃገራት ኣፍሪቃ ናይ መጀመርያ ዝኾነ ላዕለዋይ ቤት ፍርዲ ውዱቕ ዝኸውን ዘሎ ውጽኢት ፕረዚደንታዊ ምርጫ ኬንያ ኣብ መስርሕ ምህናጽ ዲሞክራሲ ዓቢ ለውጢ ኣርእያ ከምዘላ ዘመላኽቱ ይኽኑ ሓያሎ ተንተንቲ ፖለቲካ ኣድናቖቶም ይገልጹ። ኣብቲ ምርጫ ከምዝተዓወተ ዝተነገረሉ ፕሬዚዳንት ኡሁሩ ኬንያታ ንውሳኔ'ቲ ላዕለዋይ ቤት ፍርዲ ዋላ'ኳ እንተዘይተሰማምዓሉ ብኣኽብሮት ከምዝቕበሎ ግና ኣፍሊጡ። እንተኾነ ድሒሩ ኣብ ቴሌቪዥን ሃገሩ ቀሪቡ ኣብ ዘስምዖ ቃል፣ መን ከም ዝመረጾም ዘይፍለጡ ዳኛታት ንዓወትና ከሕድጉና ይፍትኑ ኣለዉ ክብል ፈኸራ ዝተሓወሶ መደረ ከም ዝሃበ ማዕከናት ዜና ካብ ከተማ ናይሮቢ ሓቢረን። እዚ ኣብ ውሽጢ ክልተ ወርሒ ዳግማይ ክካየድ ዝበሃል ዘሎ ፕሬዚዳንታዊ ምርጫ ኬንያ ንቑጠባ እታ ሃገር ብከቢድ ከም ዝጸልዎ ብኣግኡ ይግለጽ ኣሎ። ምርጫ ኬንያ ተኸቲሉ ዝመጽእ ናዕቢውን ዕግርግርን እውን ዳግማይ ስግኣት ኮይኑ ከምዘሎ ይሕበር። ዓርቢ ዕለት ሓደ መስከረም እቲ ውሳኔ ኣብ ዝተመሓላለፈሉ፣ ላዕለዋይ ቤት ፍርዲ ኬንያ ሓደ ሓደ ከባቢታት ናይሮቢን ጽዑቕ ወተሃደራዊ ሓለዋ ተገይሩሎም ውዒሉ። ሓምሳን ኣርባዕተን ነጥቢ ብምርካብ ከምዝተዓወተ ዝተነገረሉ ፕሬዚዳንት ኬንያታ ውሳኔታ ላዕለዋይ ቤት ፍርዲ ፖለቲካዊ ድፍኢት ኣለዎ ክብል እንከሎ እቲ ምርጫ ርትዓዊ ኣይነበረን ብምባል ነቲ ክሲ ዘቕረበ ራይላ ኦዲንጋ ከኣ ኣብ ዳግማይ ጎስጓስን ምድላውን ኣተኲሩ ከምዘሎ ጸብጻባት የመልክቱ። ኦዲንጋ ብተወሳኺ ኮሚሽን ምርጫ እታ ሃገር ብልሹው ኣሰራርሓ ከምዘለዎ ስለዝተመሰከረ ኣብዚ ዝካየድ ዳግማይ ምርጫ ሓድሽ ኮሚሽን ክቐርብ ጻውዒት የቕርብ። እንተኾነ እቲ ምርጫ ኣብ ውሽጢ ክልተ ወርሒ ስለዝካየድ ግዜ ኮነ ቁጠባዊ ባጀት እታ ሃገር ኣይፈቅድን'ዩ ብምባል ፕሬዚዳንት ኬንያታ ናይ ኣሉታዊ ምላሽ ይብሉ። ጅቡቲ ካብ ቀይሕ ባሕሪ ፅሩይ ዝስተ ማይ ንምፅራይ ናይ ስሳን ሰለስተን ሚሊዮን ዶላር ፕሮጀክት ምስ ኩባኒያታት ፈረንሳን ስጳኛን ከቲማ። ጅቡቲ ካብ ቀይሕ ባሕሪ ዝስተ ማይ ብምፅራይ ናብ ህዝቢ ንምዝርጋሕ ዘኽእላ ናይ ልዕሉ ስሳን ሰለስተን ሚሊዮን ዶላር ፕሮጀክት ምስ ናይ ፈረንሳን ስጳኛን ኩባኒያታት ኣብዚ ሳልሲ እዚ ምኽታማ ማዕከናት ዜና ፈረንሳ ፊጋሮ ሓቢሩ። እታ ሃገር ብቐጻሊ ንዘጋጥማ ዘሎ ዋሕዲ ዝስተ ማይ ሓንሳብን ንሓዋሩን ንምፍታሕ ኤፍዥን ምስ ዝተባህለ ናይ ፈረንሳ ኩባንያ ናይ ሰላሳን ሸውዓተን ሚልዮን ዶላር ውዕል ክትክትም እንከላ እቲ ዝተረፈ ከኣ ኤስኤስ ምስ ዝተባህለ ናይ ስጳኛ ኩባንያ ዝተሰማምዐቶ እዩ። እቲ ብተሓዳሲ ጸዓት ክካየድ ምዃኑ ዝተገልጸ ፕሮጀክት ኣብዚ ውሽጢ ሰለስተ ዓመታት ክዛዘም እዩ። እቲ ፕሮጀክት ድሕሪ ምዝዛሙ መዓልታዊ ኣርብዓን ሓሙሽተን ሽሕ ተርብዒት ሜትር ጨዋማ ማይ ካብ ባሕሪ ብምፅራይ ንኣገልግሎት ዝስተ ማይ ከቕርብ እዩ። ሜታሎር ዝተብሃለ ኩባንያ ስዊዘርላንድ ካብ ኤርትራ ዝተላእኹ ፍርቂ ቢልዮን ዶላር ዝተገመተ ዕስራን ክልተን ቶን ወርቂ ከምዘፃረየ ተቓሊዑ። ሜታሎር ዝተብሃለ ኩባንያ ስዊዘርላንድ ኣብ ምፅራይ ናይቲ ኣብ ቢሻ ዝዕደን ወርቂ ክነጥፍ ምፅንሑ ተቓሊዑ። ኤስኣርኣፍ ዝተባህለ መደበር ተለቪዥን እታ ሃገር ነዚ ኣመልኪቱ ብሮቡዕ ሰላሳ ነሓሰ ኣብ ዘቕረቦ መደብ፣ ኩባንያ ሜታኖል ካብ ክልተ ሽሕን ዓሰርተ ሓደን ክሳብ ክልተ ሽሕን ዓሰርተ ሰለስተን ኣብ ዝነበረ ክልተ ዓመታት ካብ ቢሻ ዝተላእከሉ ኣስታት ፍርቂ ቢልዮን ዶላር ዝግመት ዕስራን ክልተን ቶን ወርቂ ከምዘጻረየ ኣረጋጊጹ። ኣብዚ ዝተጠቕሰ ዓመታት ካብ ቢሻ ዝተዓደነ ወርቂ ብንኣሽቱ ነፈርቲ ናብ ኣስመራ ድሕሪ ምብጽሑ ብመገዲ ኣየር ሉፍታንዛ ናብ ጀርመንን ናብ ፍራንክፈርትን ፍራንክፈርትን ይፍኖ ምንባሩ ኣብቲ እዋን እቲ ብሬድዮ ኤረና ምቅልሑ ኣይርሳዕን። እቲ ብናይ ካናዳ ኩባንያ ኔፍሰን ዝተዓደነ ወርቂ ካብ ጀርመን ከተማ ፍራንክፈርት ናብ ስዊዘርላንድ ድሕሪ ምጉዓዙ ድማ ምሉእ ብምሉእ ተጻርዩ ቅድሚ ናብ ዕዳጋ ምቕራቡ በዚ ሜታሎር ዝተባህለ ናይ ስዊዘርላንድ ኩባንያ ምጽራይ ይግበረሉ ምጽንሑ'ዩ እቲ ካብዚ ሳልስቲ'ዚ ዝተፈነወ መደብ ዘቃልዕ። ሃገራዊ ባንኪ ስዊዘርላንድን ባንኪ ዙሪክን ዝተባህሉ ክልተ ባንክታት እታ ሃገር እውን ኣብዚ ኣብ ኤርትራ ቢሻን ከባቢኡን ዕደና ዝካየድ ዘሎ ናይ ካናዳ ኩባንያ ኔቭሰን ናይ ኣስታት ክልተ ሚልዮን ዶላር ብርኪ ወኒነን ከምዘለዋ ኣቐዲሙ ምሕባሩ ኣይርሳዕን። ኩባንያታት ስዊዘርላንድ ምስቲ ብሃገራዊ ኣገልግሎት ካብ ኩባንያታት ህንጻን ህግደፍን ተመዲቦም ንዝመጽዎም መንእሰያት ኣብ ግዱድ ስራሕን ናጻ ናይ ጉልበት ምዝመዛን ኣዋፊርዎም ተባሂሉ ብካናዳ ተኸሲሱ ዘሎ ኩባንያ ዕደና ኔቭሰን ብሽርክነት ይሰርሕ ምህላዉ ድሕሪ ምቅልዑ በትሪ ይንቀፍ። ህግደፍ ዝተፈላለዩ ሰባት ልዕሊ ሽዱሽተ ሚእቲ ሚልዮን ዶላር ኣብ ባንክታት ስዊዘርላንድ ብሚስጢር ኣቐሚጡ ከምዘሎ ኣብ ክልተ ሽሕን ዓሰርተ ሓሙሽተን ምቅልዑ ኣይርሳዕን። ናይ መንግስታት በዓል ስልጣን ንልምዓት ማለት ኢጋድ፣ ኤርትራ ኣብ እትርከበን ሸሞንተ ሃገራት ነጻ ናይ ህዝቢ ምንቅስቓስ ክህሉ። ክህሉ ጸዊዑ። እቲ ዞባዊ ማሕበር ነዚ ዝጸውዔ ካብ ዕስራን ሓደን ክሳብ ዕስራን ሰለስተን ነሓሰ ኣብ ኡጋንዳ ከተማ ኢንቴቤ ኣብ ዘቃንዖ ኣኼባ እዩ። ኢጋድ ክምስረት እንከሎ ሓደ ካብ ዕላማታቱ ናጻ ምንቅስቓስ ህዝቢ እተን ሃገራት ምዃኑ ዘስመረ ዋና ጸሓፊ እቲ ማሕበር ኣምባሳደር ማሕቡብ ማዕሊም ብሰንኪ ውሽጣዊ ግርጭታት ዶባዊ ኲናትን ግና ዛጊት ኣብ ግብሪ ኵነታት ክውዕል ከምዘይከኣለ ኣተሓሳሲቡ። ይኹን እምበር እዚ እውን ብዘይሕጋዊ ምስግጋር ዶባውን ዋሕዚ ናብ ስደትን ዓዲሙ ከምዘሎ ኣነጺሩ። ነጻ ምንቅስቓስ ህዝቢ ኣብ መንጎ እዘን ኣባላት ሃገራት ነዚ ከምዚ ዝኣመሰለ ገበናት የወግድ ጥራይ ዘይኮነ ንንግድን ወፍርን እውን ኣተባባዒ'ዩ ክብል እውን ገሊጹ። ሃገራት ኢጋድ ኤርትራ፣ ኢትዮጵያ፣ ሱዳን፣ ጅቡቲ፣ ደቡብ ሱዳን፣ ሶማልያ፣ ኡጋንዳን ኬንያን እየን። ኬንያን ኡጋንዳን ንዜጋታተን ኣባላት ሃገራት ኢጋድ ብዘይ ቪዛ ክኣትዉ፣ ክፈቕዳ እንከለዋ፣ ኬንያ ግና ድሒሩ መንግስቲ ኤርትራ ኣብ ናይሮቢ ምስ ዝመደበሮም ኣብ ዘይሕጋዊ ምስግጋር ገንዘብን ኣጽዋርን ምስ ዝነጥፉ ሶማላውያን ይተሓባበር ኣሎ ብዝብል ክሲ ናብ ኬንያ ንዝገሹ ዜጋታት ኤርትራ ኣቐዲሞም ቪዛ ክሓቱ ዝብል ኣዋጅ ከምዘውጽአት ኣይርሳዕን። ካብዘን ሸሞንተ ኣባላት ሃገራት ኢጋድ ንዜጋታተን ፓስፖርት እትኽልክልን መውጽኢ ቪዛ፣ Exit Visa፣ እትሓትት እንኮ ሃገር ከኣ ኤርትራ ጥራይ'ያ። ህዝቢ ብዘይ ፍቓድ መንግስቲ ንምህለላን ጸሎትን ከይእከቡ ንመራሕቲ ሃይማኖት እስልምናን ክርስትናን መጠንቀቕታ ከምዝቐረበ ምንጭታት ሬድዮ ኤረና ሓቢሮም። እዚ መጠንቀቕታ ዝቐርብ ዘሎ ብሰንኪ ኣብ ኤርትራ ዘሎ ኩነታት ሕሱም መነባብሮ ዘሕልፎ ዘሎ ህዝቢ፣ ሰኣን ዝናብ ድማ ብተፈጥሮኣዊ ናይ ደርቂ ሓደጋ ንኸይጥቃዕ ካብ ምስጋእ ዝሓለፈ ሰሙን ብእኩብ ምህለላ ጸሎትን ድሕሪ ምክያድ'ዩ። እቲ ዝሓለፈ ሰሙን ኣመንቲ ሃይማኖት ክርስትናን እስልምናን ብሓባር ዘካየድዎ ምህለላ ጸሎትን መንግስቲ ኤርትራ ከም ተቓውሞ ከም ዝረኣዮ ዝጠቕሱ ነዚ ሓበሬታ ዝለኣኹ ምንጭታት እዚ ኣብዚ እዋን እዚ ዝረኣ ዘሎ ናይ ምህለላን ጸሎትን ምትእኽኻብ ነቲ ቅድሚ ስርዓት ደርጊ ምውዳቑ ዝነበረ ኩነታት ከም ዘዘኻኽር ኣመልኪቶም። እዚ ከምዚ ኢሉ እንከሎ ሃገራዊ ድሕነትን ጸጥታን ብፍላይ ሃይማኖታዊ ጉዳያት ብጉዳያቶም ገና ካብ ናይ ገዛ ማሕዩር ዘይተለቁን ናብ መንፈሳዊ መነባብሮ ዘይተመልሱን ሳልሳይ ፓትርያርክ ኣቡነ ቅዱስ ኣቡነ እንጦንዮስ ምምዛዝ ሓድሽ ሙፍቲ ኤርትራን ተደጋጋሚ ኣኼባታት ይካየድ ኣሎ። ድሕሪ ሞቶም ብህግደፍ ዝተመዙ ኣቡነ ዲዮስቆሮስን ኣብ ክልተ ሽሕን ዓሰርተ ሓሙሽተን ኦርቶዶክስ ተዋህዶ ቤተክርስትያን ኤርትራ ክሳብ እዚ እዋን እዚ ብጉዳይ ፓትርያርክ ምስ ህግደፍ ኣብ ምስሕሓብ ከምእትርከብ ይፍለጥ። ሙፍቲ ኤርትራ ሸኽ ኣልኣሚን ኣብዚ ዓመት እዚ ድሕሪ ምዕራፎም እውን ምክትሎም ሸኽ ሙኽታር ሙፍቲ ኤርትራ ክኸውን'ዩ ዝብል ግምታት ኣመንቲ ምስልምና እኳ እንተሎ፣ ሃገራዊ ድሕነት ጸጥታን ክፍሊ ሃይማኖታዊ ጉዳያት ግና ብዛዕባ እዚ ጉዳይ እዚ ገና ውሳኔኡ ኣይሃበን። ፖሊስ ግብጺ፣ ዕስራን ሓደን ኤርትራውያን ዝርከብዎም ኣርብዓን ሸውዓተን ሰባት ጽዒና ናብ ኢጣልያ ዝተበገሰት ጀልባ ከምዝሓዙ ማዕከናት ዜና ካብታ ሃገር ሓቢረን። ኣብታ ቅድሚ ምብጋሳ ኣብ ዞባ ከፈር ኣሸኽ ኣብ ዝርከብ ገማግም ባሕሪ ኣብ በርለስ ዝተታሕዘት ጃልባ፣ ሽዱሽተ ደቂ ኣንስትዮን ክልተ ቆልዑን ከምዝነበሩ ዝሓበረ ፖሊስ ግብጺ፣ ነቶም ኤርትራውያን፣ ኣብ ካይሮ ናብ ዝርከብ ኤምባሲ ኤርትራ ከምዘረከቦም ሓቢሩ። ወነንቲ እታ ጀልባ ዝኾኑ ኣብ ምግፋፍ ዓሳ ዝነጥፉ ክልተ ግብጻውያን ከኣ ብዘይሕጋዊ ምስግጋር ደቂ ሰብ ክሲ ተመስሪትሎም ኣሎ። እታ ጀልባ ኣብ ዝተታሕዘትሉ እዋን በቶም ኣቐዲሞም ኣብ ዘይሕጋዊ ምስግጋር ደቂ ሰባት ክነጥፉ ከምዝጸንሑ ክልተ ግብጻውያን ዝውነን ጠባናጁ'ውን ተታሒዙ ከምዘሎ ጸብጻብ ፖሊስ እታ ዞባ ብተወሳኺ ይጠቅስ። ብገማግም ባሕሪ ሊብያ ዝካየድ ዘይሕጋዊ ምስግጋር ደቂሰብ ካብ ግዜ ናብ ግዜ ሓደገኛ እናኾነ ኣብ ዝመጸሉ ዘሎ እዋን፣ ገሊኦም ኣሰጋገርቲ ወይ ሰምሰርቲ ነቶም ካብ ሱዳን ዘበገስዎም ስደተኛታት ብመገዲ ገማግም ባሕሪ ግብጺ ከሰጋግርዎም'ዮም ዝፍትኑ። ብሚኒስተር ምክልኻል ሱዳን ዓዋድ መሓመድ ኣሕመድ ቢን ዑፍ ዝምራሕ ላዕለዋይ ልኡኽ ሱዳን፣ ፕረዚደንት ግብጺ ዓብደልፈታሕ ኣልሲሲ ብዝገበረሉ ዕድመ መሰረት ኣብ ካይሮ ወግዓዊ ምብጻሕ ፈጺሙ። እቲ ሚኒስተር ብሶኒ ዕስራን ሓደን ነሓሰ ካይሮ ኣብ ዝኣተወሉ፣ ምስ ፕረዚደንት ግብጺ ዓብደልፈታሕ ኣልሲሲ ካልኣይ ወተሃደራውን ኣዘዝቲ እታ ሃገር ብምርኻብ ኣብ ዝተፈላለዩ ጸጥታውን ወተሃደራውን ኩነታት ከምዝዘተየ ማዕከናት ዜና ኢሮፓ ንመራሕቲ ግብጺ ሓቢረን። ኣብቲ ርክብ፣ ግብጺ ውሽጣዊ ጉዳይ ሱዳን ጣልቃ ክትኣቱ ይኹን ኣንጻር ሱዳን ውዲታታ ክትኣልም ዝኾነ መደብ ከምዘይብላ ፕሬዚዳንት ሲሲ ንልኡኽ ሱዳን ኣረጋጊጹ። ድሕሪ'ቲ ፕሬዚዳንት ኣልበሽር ግብጺ ንተቓወምቲ ሱዳን ትድግፍ ኣላ ክብል ዘቕረቦ ክሲ፣ ፕሬዚዳንት ኣልሲሲ ሃገሩ ኣንጻር ሱዳን ዝኾነ መደብ ከምዘይብላ ክሕብር ኣብዚ ናይ ሶኒ ርክብ ምስ ላዕለዎት ሰበስልጣን ሱዳን ንመጀመርያ ዝነበረላ እዋን እዩ። ምስ ኢትዮጵያ ኣብ ጸጥታን ወተሃደራውን ጉዳያት'ውን ከይተረፈ ብሓባር ንምስራሕ ኣብ ስምምዕ ዝበጽሐት ሱዳን፣ ብወገና ኣብ ጉዳይ ናይል ኣንጻር ግብጺ ዝቐንዐ መርገጺታት ከምዘይትወስድ ኣብዚ ናይ ካይሮ ርክባ ኣፍሊጣ ኣላ። ብጉዳይ ናይል ዝሰሓሓባ ዘለዋ ኢትዮጵያን ግብጽን ካብ ጎረባብተን ናይል ዘዋስነን ሃገራት ደገፍ ንምርካብ ኣብ ሓያሎ ዲፕሎማስያዊ ወፍሪ'የን ተጸሚደን ዝርከባ። ኣብ ዘይሕጋዊ ምስግጋር ስደተኛታት ተሓባቢርኩም ተባሂሎም ብፖሊስ ኢጣልያ ምርመራ ዝካየደሎም ዘሎ ኣባ ሙሴ ዘርኣይ ህይወት ስደተኛታት ንምድሓን ኣብ ዝገበርዎ ናይ ሓያሎ ዓመታት ጻዕሪ ብሚስጥር ዝሰርሕዎ ስራሕ ከምዘየለ ምስ ቢቢሲ ኣብ ዘካየድዎ ቃለ መጠይቕ ገሊጾም። ኣባ ሙሴ ኣብቲ ንቢቢሲ ዝሃብዎ ቃል ኣብ ማእከላይ ባሕሪ ናይ ምጥሓል ሓደጋ ካብ ዘንጻልሉ ስደተኛታት ናይ ርድኡና መልእኽቲ እንተተቐቢለ ነቲ ሓበሬታ ብኡ ንብኡ እየ ናብ ሓለዋ ገማግም ባሕሪ ኢጣልያን ከም ሓካይም ብዘይ ዶብ ዝኣመሰሉ ዘይመንግስታውያን ትካላት ዘመሓላልፉ ክብሉ ጠቒሶም። ድሕሪ እቲ ኣብ ጥቅምቲ ክልተ ሽሕን ዓሰርተ ሰለስተን ኣብ ማእከላይ ባሕሪ ዘጋጠመ ህይወት ሰለስተ ሚእትን ሱሳን ኤርትራውያን ዘህለቐ ናይ ባሕሪ ሓደጋ፣ ሓለዋ ገማግም ባሕሪ ኢጣልያን ከም ሓካይም ብዘይ ዶብን ዝኣመሰሉ ዘይመንግስታውያን ትካላት ህይወት ስደተኛታት ንምድሓን መራኽበን ናብ ማእከላይ ባሕሪ ከም ዘዋፈራ ዝፍለጥ እዩ። ይኹን እምበር እቶም ካብ ገማግም ባሕሪ ሊብያ ዝብገሱ ስደተኛታት ናይ ምጥሓል ሓደጋ ኣብ ዘንጸላልዎም ናብ ኣባ ሙሴ ብምድዋል ሓገዝ ክልእኹሎም እዮም ዝሓቱ። ኣባ ሙሴ ድማ ናብዘን መራኽበን ኣብ ማእከላይ ባሕሪ ዘዋፈራ መንግስቲ ኢጣልያን ካልኦት ትካላቱን ነቲ መልእኽቲ የመሓላልፉ። እዚ ኮይኑ እቲ ሓቂ፣ ኣኽባር ሕጊ ትራፓኒ ገና ኣባ ሙሴ ብዘይሕጋዊ ምስግጋር ስደተኛታት ይተሓባበሩ እዮም ብዝብል ክሲ ምርመራ ክካይደሎም ወሲኑ። በዞም ኤርትራዊ ገባር ሰናይ ህይወቶም ካብ ማእከላይ ባሕሪ ዝደሓነ ኣሽሓት ኤርትራውያን ዜጋታት ካልኦት ሃገራት ምብራቕ ኣፍሪቃን ኣባላት ነዚ ኣብ ልዕሊኦም ተመስሪቱ ዘሎ ክስን ብፖሊስ ዝካየድ ዘሎ ምጽራይን ዝቃወም ዝኹንን መልእኽትታት ብመንገዲ ፌስቡክን ካልእ ማሕበራዊ ሚድያታትን ይዝርግሑ ኣለዉ። ኣብ ባሕሪ ሓደጋ ንዘጋጥሞም ይኹን ኣብ ካልእ ከበድቲ ጸገማት ንዝወደቑ ስደተኛታት ብምሕጋዝ ግኑን ስም ዘለዎ ኣባ ሙሴ ዘርኣይ ህይወት ኣማኢት ስደተኛታት ንምድሓን ብዝገበርዎ ጻዕሪ ኣብ ክልተ ሽሕን ዓሰርተ ሓሙሽተን ንሽልማት ኖቤል ተሓጽዮም ከምዝነበሩ ምዃኑ ኣይርሳዕን። ፖሊስ ኢጣልያ ብዘይሕጋዊ ምስግጋር ስደተኛታት ዝህደድ ዕሉል ገበነኛ'ዩ ብዝብል መድሃኔ ተስፋማርያም በርሀ ንዝተባህለ ተራ ኤርትራዊ ስደተኛ ካብ ካርቱም ብጌጋ ኣምጺኡ ክሳብ እዚ እዋን'ዚ ኣሲሩዎ ከምዘሎን ነዚ ዘጋጥም ፍሹል ስርሒት ንምኽዋል ድማ ካልእ ክስታት ሃሰው ይብል ምህላዉ ኣቐዲሙ ክግለጽ ጸኒሑ'ዩ። ክፍሊ ጉዳያት ወፃኢ ኣሜሪካ መሰል ሃይማኖት ብኸቢድ ናይ ዝግህሳ ሃገራት ፀብፃብ ዘርጊሑ። ፀሓፊ እቲ ክፍሊ ሬክስ ቲለርሰን ድሕሪ ምዝርጋሕ እቲ ፀብፃብ ኣብ ዝሃቦ መግለፂ፣ ሱዳን፣ ባሕሬን፣ ቱርኪ፣ ፓኪስታንን ቻይናን ዝርከብኦም ሃገራት እተን ቀንዲ ብምግሃስ መሰል ሃይማኖታት ዝውቀሳ ሃገራት ምዃነን ኣስሚሩሉ። ካብ ኩሉ ዝበኣሰን መሰል ካልኦት እምነታት ዘይጻወርን ኣረሜናዊ ጉጅለ ዳዒሽ'ዩ ዝበለ ቲለርሰን፣ ነቲ ኣብ ሊብያ፣ ሶርያን ገለ ከባቢታት ዒራቕን ኣብ ልዕሊ ኣመንቲ ካልኦት ኣምነታት ዘስካሕክሕ በደል ዝፍጽም ዘሎ ጉጅለ ኮኒኑ። ኤርትራ፣ ኣብዚ ብሰሉስ ዓሰርተ ሓሙሽተ ነሓሰ ዝተዘርግሐ ጸብጻብ ናይተን መሰል ሃይማኖታት ዝግህሳን ሃገራት፣ ምስተን ቲለርሰን ብስም ዝረቑሐን ሸውዓተ ሃገራት ኣይትዛመድን። ይጠቀስ ደኣምበር፣ ኣብ ወርሒ ሚያዝያ ናይዚ ዓመት'ዚ ኣብ ዝተዘርግሐ ተመሳሳሊ ጸብጻብ፣ ነቲ ፓትርያርክ ኣቡነ ኢንጠርዮስ ዝርከብዎም መራሕትን ኣመንትን ዝተፈላለየ እምነታት ንሓያሎ ዓመታት ኣእሲሩ ደሃዮም ኣጥፊኡ ዘሎ መንግስቲ ኤርትራ ፍሉይ ኣትኩሮ ምስ ዘድልዮም መንግስታት ከምዘቐመጦ ይዝከር። ኣብ ኤርትራ ኣማኢት ኣመንቲ ዝተፈላለያ እምነታት ተኣሲሮም ከምዘለዉ ዝፍለጥ ኮይኑ፣ ኣብ ዝሓለፈ ሰሙን ኣደ ሰለስተ ቆልዑ ዝኾነት ፍቓዱ ደበሳይ ዝተባህለት ኣማኒት ጴንጠቆስቴ ክርስትና ኣብ ቤት ማእሰርቲ ከምዝሞተት ኣቐዲሙ
ዝኸበርኩም ሰማዕትና ሓፈሻዊ ናይ ዜና ፈወና ኣብ ዝተዛዚሙ ኣሎ ምስ ዝስዕቡ መደባትና ሰናይ ምክትታል

እዚ ድምፅኹም ድምፂ ሰልፊ ናህዳ ኤርትራ እዩ።

ካልኣይ ምዕራፍ ንቕድሚት እናረኣና ኣብዚ መድረኽ ቃልሲ እንታይ ግደ ንገብር? ሰልፊ ናህዳ ኤርትራ ኣብ ጽዑቕ መድረኽ ቃልሲ ከም ምህላዉ እቲ ንቕድሚት መጻኢት ዲሞክራሲያዊት ኤርትራ ክረኽቦም ዝቃለሰሎም ዘሎ መሰረታውያን እዋንን ሕቶ ህዝቢ ንምኹስኳሶም በቲ ተበጊስሉ ዘሎ ቃልሲ ኣቢሉ እዩ ክበጽሖም ዝሕርን ዘሎ። ስለዝኾነ፣ ሰልፊ ናዳ ኤርትራ ኣብ መድረኽ ቃልሱ ዝኾስኮሶም ራእያታት ኣብዞም ዝስዕቡ ይምርኮሱ። ክልተ ነጥቢ ሓደ። ምሕያል ህንጻ ስርዒትን ሕብረተሰብኣዊ መዳይን ሰልፊ ኣብ ስርዒታዊ መዳይ ሓደ ካብቲ ቀንዲ ረቛሒ መንገዲ ዓወት ንዲሞክራሲያዊ ለውጢ ስጡም ተሪርን ሕንጻ ስርዒት ሰልፊ ምዃኑ ንማንም ምንጋር ዘድልዮ ኣይኮነን። ኣብ ዝቕጽል ቀዳማይ መድረኽ ቃልስና ድሕሪ እዚ ዕዉት ጉባኤ ድማ ኩሉ ማሕበረሰብ ንኽዓስል መድረኻዊ ስርሓት ምክያድ እጃም ኩሉ ኣባል ሰልፊ እኳ እንተኾነ እቲ ብቐንዱ በዓል ቤት ናይዚ ጉዳይ ዝኾነ ሕብረተሰብ ጀበርቲ ኣብ ኤርትራ ብስርዓት ህግደፍ ዝስዕቦ ናይ ገዛእቲ ሓይልታትን ናይ ማሕበር ኣንድነትን ካልኦትን መቐጸልታ ዝኾነ ናይ መንነት ምሕካኽ ካብ ሕብረተሰብ ኤርትራ ተነጽሎ ብምፍጣር ኣብ ኩሉ መዳይ ተሰታፍነት ብምዕጋት ንህዝቢ ጀበርቲ ንነዊሕ ዓመታት ርእሶም ከም ዝደፍኡን ብተመሳሳሊ ድማ እዚ ግበታዊ ስርዓት ዘቐመጦ ፖለቲካዊ ውሳኔ ኣብ ምሕካኽን ምድምሳስን መንነት ናይ ዘመናት ዘሐብን ጭዋ ባህሉ ኣብ ክበትከሉ ዘኽእሎ ኩነታት በጺሑ ምህላዉ ኢዩ። ነዚ ድማ እቲ ፖለቲካዊ ውሳኔ ፖለቲካዊ ቃልሲ ከም ዝፈትሖ ብዕምቆት ተረዲኡ ብውልቅን ብማሕበራትን ደረጃ ነዚ ዋኒኑ ዝኾነ ቃልሲ ከደንፍዖም ኣብ ምጉስጓስን ምጽዋዕን ከይተሓጽረ ንቕሓቱ ንምዕባይን ንመጻኢት ሃገሩ ምድላዋቱ ከዕዘዘን ሰልፊ ናህዳ ኤርትራ ክሰርሕ ምዃኑ ሓንጺጽዎ ይርከብ። በቲ ካልእ ሸነኽ ድማ እዚ ግበታዊ ስርዓት፣ ዓቕሚ ኣዳም ዝበጽሑ ክሳብ ልዕሊ ስሳ ዓመት ዕድመ ዘለዎም ዜጋታት ብግዲ ብረት ኣብ ዝዓጠቑሉ ግዜ፣ ሰበስልጣን ህግደፍ ባህርያዊ ሃብቲ ኤርትራ ምግባት ጥራሕ ከይኣኽሎም ንመናእሰያትና ከይተረፈ ከም ሃላኺ ኣቕሓ ክሸጡሉ ኣብ ዝጀመሩሉ ግዜ፣ መንእሰይ ኤርትራ እዚ ኩሉ ሽግር ምጻር ስኢንዎ ቀንዲ ሕልሙ ሃገር ገዲፉ ክስደድ ጥራሕ ኣብ ዝመረጸሉ ግዜ ኢና ዘለና። ስለ ዝኾነ ድማ ነዛ ድሌትና ድሌት ወለድና ዝኾነት ንድፊ ናጽነት ንኽዕወት ኣቦታትና ከም ዝተወደቡን ከም ዝነቕሑን ሓደ ኢድ ኮይኖም ከም ዝመከቱን ብምዝካር ታሪኾም ንምድጋም ድማ ሰልፍና ንሓርነት ኣብ ዝካየድ ቃልሲ እዚ ዋኒን በዓል ወርቂ ቀለም ታሪኽ ህዝቢ ነቒሑ ክስለፍ መሰሉ ክምልስን ከውሕስን ንምግባሩ ከምዘይጽግመና ብምእማን፣ ኣብዚ ቀዳማይ መድረኽ ቃልስና ህንጻት ስርዒት ሰልፊ ዕስራ ካብ ሚእቲ ክሳብ ሰላሳን ሓሙሽተን ካብ ሚእቲ ከነዕብዮን ክልተ ዓበይቲ ጨናፍር ንምውሳኽ ብምዕላም በዚ ድማ ህዝብና ሒዝና ኣብ ዝሓጸረ እዋን ኣብ ዓወት ከምንበጽሕ ንኣምን። ኣብዚ ቀዳማይ ዙር ዕማምና ዝወፀ ራእያ ንምትግባሩ ድማ ፖለቲካዊን ዜናውን ጎስጓሳትና ምዕባይን ምስፋሕን ከም ቀዳማይ ተግባር ኮይኑ ይቕመጥ። ስለዝኾነ ኣብ መዳይ ፖለቲካን ዜናን ዕዮን ብግብሪ ንምዕባዮም ድማ ናይ ዘተ መድረኻት፣ ሰሚናራት፣ ትምህርቲ ካድራት፣ ብዝተፈላለዩ ኣጋጣሚታት ናይ ሰልፊ ብከም ዝኽሪ መዓልቲ ከቢረ ምምስራት ሰልፊ ዝኽሪ ግዳያትን ምስያም ብተወሳኺ እውን ብመድረኽ ዘተ ብምድላው ምስ ህዝብን ሕብረተሰብናን ተራኺብና ኣብ ምድንፋዕን ቃልስና ዓብይ ግደ ክንገብር ምህድላዋትና ወዲእና ንርከብ። ነዚ ብመንገዲ ዜና ማለት ዌብሳይት ሰልፊ፣ ሬድዮ ሰልፊ፣ መፅሄት ሰልፊ፣ በረርቲ ወረቐት ሰልፍን ፓልቶክን ኣቢልና ክነካይዶ ምዃንና በዚ ድማ ካብ መሪሕነት ክሳብ መሰረት ሰልፊ ዝዋስኡ ቃልሲ ኣንፃር ዝግበታዊ ስርዓት ክነካይድ ቃልሲ ንዕብየት ስርዒታዊ መዳይ ሰልፊ ዓቢ ግደ ክህልዎ ዝብል እምንቶ ኣለና። ንህዝብን ሃገርን ንምድሓን ኩሉ ዓቕምታትና ኣዋዲድና ክንሰርሕ፣ ኣብ ዝተፈላለዩ ኩርናዓት ዓለም ጽዑቕ ህዝባዊ ኣኼባታት ብምክያድ ህዝቢ ምብርባርን ኣብ ጎኒ ሰልፍና ክስለፍ ምጽዓር፣ ሃገራውን ኣህጉራውን በዓላት ብስጡም ኣገባብ ምክያድ፣ ኣብዚ በዓላት እዚ ብግጥምን ትያትርን ንህዝቢ ዘለዓዕልን ኣብ ጎኒ ሰልፍና ዘዕስልን ፖለቲካዊ መልእኽቲ ምሕላፍ። ኣብ ውሽጢ ሃገር ብስድራ ቤት፣ ኣዝማድ፣ ኣዕሩኽን መጋድልቲ ዝነበሩን መስኖታት ርክባት ምፍጣርን ምስፋሕን። ምስቶም ንድሕነት ህዝብን ብፍላይ ከኣ ንድሕነት ህዝቢ ጀበርቲ ዓቢ ተራ ዝጻወቱ ሽማግሌታትን ዓበይቲ ዓድን ዝምድናታት ምድልዳል። ኣብ ውሽጢ ሃገር ሕቡእ ውዳቤታት ክጠናኸር ምግባር። ካብ ግዜ ናብ ግዜ ዝፍኖ ፖለቲካዊ መግለጺ ምውሳን። ንዜና ስርዓት ህግደፍ ምክትታልን ምኽርዳንን ምኽሓድን። ንጸገማት ህዝቢ ኣብ ውሽጢ ሃገርን ወጻእን ምክትታልን ምብራህን። ንንጥፈታት ሰልፊ ቀንዲ ተልእኾ ቤት ጽሕፈት ዜናን ሓበሬታን፣ ንዝሓንጸጾ ስትራተጂን ስልትን ሰልፊ ናዳ ኤርትራ ንምዕዋቱ ብዝተፈላለዩ መሳርሒታት ዜና፣ ዌብሳይት፣ ፌስቡክ፣ ኢሜይል፣ መጽሔት፣ በራሪ ወረቐት ወዘተ ኣቢሉ ኣብ ህዝብና ይኹን ደገፍትና ክሰርጹ ዘየቋርጽ ጻዕርታት ምክያድ ይኸውን። ገባቲ ስርዓት ህግደፍ ዝኽተሎ ኣዕናዊ ፖሊሲታትን ኣብ ልዕሊ ህዝብና ዝፍጽሞ ዘሎ ኩሉ መዳያዊ ጭካነ ግህሰታትን ግፍዕታትን ብሰፊሑ ምቅላዕ፣ ህዝብና ኣብ ትሕቲ ገባቲ ስርዓት ህግደፍ ዘሕልፎ ዘሎ መሪር መነባብሮን መናእሰያት ኣብ ስደት ዘጓንፎም ዝተፈላለየ ስቓይን ምጉላሕ። መሰሎም ንምምላስ ድማ ኣብ ጎኒ ሰልፍና ተሰሊፎም ንመሰሎም ክቃለሱ ሰፊሕ ጎስጓስ ምክያድ። ሰራዊት ሃገራዊ ኣገልግሎት ዘለዉ መናእሰያት ኤርትራ ብገባቲ ስርዓት ህግደፍ ዝበጽሖም ዘሎ ግፍዕታትን በደላትን ምጉላሕ። ኩሉ መሳርሒ ዕዮታት ዜናን ሓበሬታን ንህዝቢ ይኹን ንሓይልታት ዲሞክራሲያዊ ለውጢ ቅልጡፍን ጭቡጥን ሓበሬታ ዝምግበሉ ኩነታት ምፍጣር። መደባት ብዘመናዊ ቴክኖሎጂ ክምዕብለን ንህዝቢ ሰሓቢ ክኸውንን ዘይሕለል ፃዕርታት ምግባር። ክፍሊ ዜና ካብ ውሽጢ ጭቡጥ ሓበሬታ ዝረኽበሉ መስኖታት ምንዳይ። ናብ ኩሎም መርበብ ሓበሬታታት ኤርትራን ኣህጉራዊ ማዕከናት ዜናታትን ዝዝርግሓሉ ኩነታት ምፍጣር፣ ዘይተማልኡ ካድራት ዜናን ሓበሬታን ምምላእ ንቕሓትን ሞያዊ ዓቕምታቶምን ከብ ንምባል ብቐጻሊ ስልጠናታት ምሃብን ሰሚናራት ምክያድን። ከከም ኣድላይነቱን ኩነታቱን ዜናዊ መሰላጥያታትን ከም ተለቪዝዮንን መርብ ሓበሬታን መጽሔትን ንምምዕባል ምጽዓር። ንምምስራት ወብ ቻናል ወብ ሬድዮን ዘድሊ እኹል መጽንዒታት ምክያድ። ንማዕከናት ዜና ብዝግባእ ጽሑፍን ካድረን ምምጋብ ከምኡ እውን ኩለን ኣብያታት ጽሕፈታት ከም ዝተሓባበራ ምግባር ብመንገዲ ቤተሰብን መቕርብን ስድራን ዕሩኹን መቓልስቲ ኣብ ውሽጢ ሃገር መስኖ ርክባት ምፍጣርን ምኽፋትን ምጽዓር ኣብ ሕብረተሰብኣዊ መዳይ ኣብዚ መድረኽ እዚ ብውልቅን ብሓባርን ኣቢልካ ዝካየድ ሕብረተሰብኣዊ ምስፍሕፋሕ ናይ ሰልፊ ኮይኑ እቲ ቀንዲ መልእኽትና ነብፀሓሉ ኮይኑ ነዚ ድማ ውልቀ ሰባትን ሕብረተሰብን ኣብ ዝኾነ ዝካየድ ሰብኣዊ ስርሓትና ቀንዲ ዕላማና እዮም። እዘን ኣብ መንጎ ኣብ ካብ ኤርትራ ወጻኢ ዝነብሩ ሕብረተሰብና ዝቖማ ግብረ ሰናይ ማሕበራት፣ በርጌሳውያን ማሕበራት፣ ሰብኣዊ መሰል ዝጣበቑ ማሕበራት፣ ናይ መጽናዕቲ ኣትካላት ቀንዲ ዕማምን ነቲ ናይ ህዝብና ስነ ሓሳብን ሰብኣውን መሰላት ዘበራበራ ባህሉ ዓቂቡ ድማ ሓድነቱ ኣደልዲሉ ቃልሱ ብዓወት ንኽዛዝሞ ጥራይ ዘይኮነስ ኣብ መጻኢት ኤርትራ ኢኮኖሚያዊ ውሕስነት ሕብረተሰብና ንምርግጋጽ ዝሰርሓ ትካላት እየን ክኾና። ከም ሰልፊ፣ እተን መብዛሕትአን ኣቐዲመን ዝቖማ ካብዘን ኣብ ልዕሊ ዝተጠቕሳ ማሕበራት ሰንኮፍ ኣተሃላልዋን ዘይምዕሩይ ምሕደራን ዝጸንሓን ኣብ ርእሲ ምዃነን ብቐሊሉ ክስንጥቓ ዝኽእላ እየን። ስለዚ ከም ሕብረተሰብ ጀበርቲ ነዚ ውሑስ ንምግባሩን ነቲ ቅድሚ ሕጂ ዘይተፈተነ እንኮ ናይ ሰብኣዊ መሰል ተጣባቒ ናይ ህዝቢ ጀበርቲ ንምምስራቱን ዝዓለመን ንኹሉ ኣብዚ ዕዮ'ዚ ኣፍልጦ ዘለዎ ብምዝታይን ንኹሉ ዕንቅፋታት ሰጊርካ ንነዊሕ ዝጠመተ ጀበርታዊ ማሕበርን ምምሕዳርን ኣብ ከባቢ ዓለምና ንምምስራሕ ዝሕግዝ ንድፊ ንምድላው ከም ስትራተጂ ዝተቐመጠ መደብ ናይ ፈጻሚ ምህላዉን ነዚ ኩሉ ኣካል ናህዳም ቅድመ ምድላው ክገብረሉ ይጽውዕ። ኣብ ዝተፈላለያ ሃገራት ዝርከቡ ስደተኛታት ኤርትራውያን ምብጻሕ፣ ንዝገጥሞም ዘሎ ጸገማት ምጥባቕን ዕቑባ ክረኽቡ ምጽዓርን፣ ኣብ ልዕሊ ህዝቢ ኤርትራ ብፍላይ ድማ ኣብ ህዝቢ ጀበርቲ ዝወርድ ዘሎ በደላት ንኹሉ ዓለም ከም ዝቃላሕ ምግባር፣ ናይ ህዝቢ ኤርትራ ነጻ ምንቃሳቓስ ዝዕንቅፍ ንኤርትራውያን ስደተኛታት ኤርትራ መሊሶም ኣብ ኢድ ጨካን ስርዓት ውልቀ መላኺ ኢሳያስ ኣፈወርቂ ከም ዝወድቁ ዝገብሩ ዘለዉ ሃገራት ንጉጉይ ተግባራቶም ደው ከብሉ ምሕታቶም ምጽዋዖምን እንተኣብዮም ድማ ብኻልኦት ሃገራት ጸቕጢ ክግበረሎም ምቅላዕ ስርዓት ህግደፍ ዘናውሑ ከም እኒ ዕደናን ካልኦት ኢኮኖሚያዊ ወፍርታትን ከይሰፍሑን ደው ከብሉን ዘይሕለል ጻዕርታት ምግባር። ስደተኛ ኤርትራዊ ብፍላይ ድማ ስደተኛ ጀበርቲ ኣብ ኩሉ ኩርናዓት ዓለም ኣስሌም ንክረክብ ዝተወደበ ኣገባብ ክስርሓሉን ክጸዓረሉን ንህዝቢ ጀበርቲ ካብቲ ኣብ ግዜ እንግሊዝ ጀሚሩ ዘጋጥሞም ፖለቲካዊ ብድሆታት ኩነታት ስደተኛታትን ኣብ ህዝብና ዘሎ ኩነታት መጽናዕቲ ምክያድ ክልተ ነጥቢ ክልተ ምኹስኳስ መጻእቲ መሪሕነታት ብስነ ሓሳብ ዝማዕበለ ኣብ ቀፃልነት ስራሕቱ ውሕስነት ዘለዎን ዕላማታት ኣስሪፅካ ክውን ንምግባሩ ኣብ ዝተፈላለዩ ስራሓት መዳያትን ናይ ካድራት ምልመላ መሰረታዊ ፖለቲካዊ መደብ እዩ። ነዚ ንምትግባር ብቐዳምነት ስራ ናይ ሕብረተሰብያውን ፖለቲካዊን ስነ ፍልጠታውን ብቕዓት ዘለዎም መሪሕነት ምምልማል እዩ። እዚ ረቛሒ እዚ ብሰንሳዊ ዝተደገፈ ስነ ሓሳብ ኮይኖም ኣብ ፖለቲካውን ምምሕዳራውን ስነ ሓሳብ ናይ ኩለን ፖለቲካውያን ሓይልታት ክኸውን ዝግብኦ ኣሰራርሓ እውን እዩ። ኣብ ንዕዘበን ፖለቲካውያን ውድባት ኤርትራ እዚ ምጉዳሉ ውጽኢቱ ድሑር ዝኾነ ሕብረተሰብኣውን ሃይማኖታውን ስልቲ መሪሕነት ናብዚ ዝረኣ ዘሎ ታኼላ ሸሚምወን ይርከብ ጥራይ ዘይኮነስ መሰል ህይወት ብዙሕነት ኣጥፊእዎ ይርከብ። ካብዚ ዓዘቕቲ እዚ ወጺእኻ መሰል ክብሪ ህላወ ሰልፊ ንምዕቃብ በቲ ኣዝዩ ውሕሉል ሰነ-ፍልጠታዊ ኣገባብ ምኽታል ግድን ክትብጀወሉ ዘለካ ሜላ ምዃኑ ብምእማን ቦቶም ክእለትን ብቕዓትን ተመኩሮን ዘለዎም ንቑሓት ካድራት ኣቢልካ ዲሞክራሲያውያን መሪሕነታት ዝሰላሰለሉ ዓንኬል ዲሞክራሲ ምስራጽ ኣገዳሲ እዩ ኢልና ንኣምን። ስለዝኾነ ምምልማል ወይ ምህናፅ መፃእቲ መሪሕነት ኣብዚ መድረኽ እዚ ብኽልተ ሸነኽ ዝተሓሓዘ ኮይኑ ናይ ሓፅር ግዜን ናይ ነዊሕ ግዜ ዝዓለመ ምልመላ እዩ ንምትግባሩ ምድላዋት ዝውድእ ዝርከብ። እቲ ቀዳማይ ነዚ ኣብዚ እዋን እዚ ኣብ ሰልፊ ናህዳ ኤርትራ ማለት ኣብ መድረኽ ቃልሱ ዝረኣ ዘሎ ሃጓፋት ናይ ብቕዓት መሪሕነታት ብዝተሓተ መልክዑ ንምፍታሕ ዝዓለመ ኮይኑ ነዚ ድማ ድሕሪ ሳልሳይ ጉባኤ ብተግባን መሪሕነት ክግበር ዝተዓለመ ልምምድ ወይ ምልመላ ዝካየደሉ ዓመት ምግባር እዩ። እዚ እቶም ንቕድሚት መጺኦም ዘለዉ ሓደስቲ መሪሕነት ንምብቅዖምን ብተመሳሳሊ ኣብ ጨንፈር ንዕኡ ዝመሳሰል ስርሓት ብምግባር ነቲ ዋጋፋት ብገለ ሚእታዊ ምጽባቡ ዝዓለመ ኮይኑ ካብኡ ቀጺሉ እቲ ብቐንዲ ኣብ መናእሰያት ዝተተኮረን ንርሑቕ ዝማዕደወ ምልመላ እዩ። ኣብዚ መድረኽ እዚ ዝምልመሉ መሪሕነታት ድማ ድሕሪ ውድቀት ስርዓት ህግደፍ ኣብ መዋቕራት መንግስቲ ክሳተፉ ዝግበሩ መሪሕነታት ካድራት ሰልፊ ኮይኖም ከም ኣድላይነቱ ድማ ኣብ ሰልፊ ናይ ስራሕ መዋቕራት ወሲኽካ ከም ዝዓዩ ምግባሮም ዝዓለመ እዩ። እዚ ማለት ድማ ተወሳኺ ሓይሊ ብምፍጣር ናህዳዊ ፖለቲካዊ ስርዒታውን ዝሕበነሉ ምምሕዳር ኣገባብ ሰልፊ ብቐጻልነቱ መኽሰባቱ እንዳዓቀበ ክቕጽል ዘኽእሎ ዝለዓለ ደረጃ ትምህርቲ ዘለወን ብሰልፋዊ ስነ-ሓሳብ ዝተመልመለን ንዓወት ስራሕ ናብ ዝድለ መኣዝን ዝመርሕ ኣገዳሲ መዋቕር እዩ። ነዚ ንምትግባሩ ድማ፣ ኣብ ሰልፊ መሪሕነት ኴንካ ንምቕጻል ምልመላን ልምምድን ከድሊ ምዃኑ፣ ንሓደስቲ መሪሕነታት ቀዳማይ ዓመት ናይ ልምምድ እዋን ክኸውን፣ ምቛም ክፍሊ ልምምድ ትምህርቲ ካድር፣ ነዚ ንምትግባር ዝሕግዝ በጀት ምስላዕ፣ ንመናእሰያት ናይ ላዕለዋይ ትምህርቲ ሚንሓ ምንዳይ፣ ንዝተማህሩ ድማ ንትምህርቶም ምስ ተግባራት ቃልሲ ንምቅራሕን ዝሕግዝ መደባት ምድላው፣ ፍሉይ ኣትኩሮም ኣብ መናእሰያትን ደቂ ኣንስትዮን ተማሃሮን ኣትኩሮ ምግባር፣ ኣብ መንጎ ጨናፍር ንዘሎ ዝምድናታት ዝግለጽን ዝዝትን ኣኼባታት፣ ሰሚናራትን
እዚ ድምፅኹም ድምፂ ሰልፊ ናህዳ ኤርትራ እዩ
እዚ ኣብ ዙርያ ክሊ ሰልፊ ናህዳ ስፖርት ሰልፊ ናህዳ ኤርትራ እዩ ስፖርት ሰልፍና ናይ ምክያድ ናጽነት ኣብ ነብስኻ ኣብታ ናትካ ከም ድሌትካ መን ይኸልኣካ? ዶብ ምስ ሰገርካ ርሑቕ ምስ ከድካ ሓቲትካ ተዓቝብካ ለሚንካ ተተኺብልካ ሓበን ዘይብሉ ቓሕታኻ ዘይመልእ ዘየማልእ ናጽነት ኣለካ ይህቡኻ ይወስዱልካ እንተደለዩ ይግልገሉልካ ከይፈለጥካ ብገርህኻ ናቶም እምበር ናትካ ዶ ኾንካ? ሳለኦም እምበር ባዕልኻ ዶ ኾንካ? ንስኻስ ኣብ ዓድኻ ኢኻ ኣነ ትብል ንስኻ ዝብሉኻ? ንስኻስ ኣብ ዓድኻ ኢኻ ኣነ ትብል ንስኻ ዝብሉኻ?

ቅድሚ ኩሉ ህዝብን ሃገርን ንምድሓን ንቃለስ!
እዚ ድምጽኹም ድምጺ ሰልፊ ናህዳ ኤርትራ እዩ። ዝኸበርኩም ሰማዕትና ናይ ሎማዓንቲ ፈነወና በዚ ዛዚምና ኣለና። ደሓን ቀንዩ።